እዚኦም ሕጂ ሰለስቲኦም ኤሜሪካ ዘለዉ እዮም ዜግነት ኣሜሪካ ኣለና እዮም ዝብሉ ዘለዉ ኤርትራ ከዓ ናይ ዜግነት ሃገርና እያ እዮም ዝብሉ ዘለዉ ናይ መንነት ዕድና ዝብልዋ ከዓኒ ትግራይ እያ ዝብልዎ ዘለዉ ማለት እዩ ኣሜሪካ ኣሜሪካ ዜግነት ኣለና ኤርትራ ከዓ ናይ ዜግነት ሃገርና እያ እዮም ዝብሉ ትግራይ ከኣ ናይ መንነት ዓድና እያ እዮም ዝብሉ። ሕጂ ሓደ እዚ ረብሪብና እንዲና ረብሪብናስ ብዙሕ ሰብ ተረዲእዎ ንከምዚ ዓይነት ዘረባ ሕጂ ውሑዳት ከምዞም ኣሕዋትና እዮም ዝዛረብዎ እምበር ዝዛረቦ ሰብ የለን ክልተ ዜግነት ብስርቂ እንተዘይኮይኑ ሕጋዊ ክልተ ዜግነት የለን ኣብዚ ዓለም የለን ብሕቡእ ግን ንኣብነት ሆላንድ ዜግነት ሒዝካ ኣሜሪካ ሄድካ ዜግነት ክትሕዝ ትኽእል ኢኻ ወይ ናይ ኢታሊ ዜግነት ሒዝካ ስዊዝ ኬድካ ወይ ዓዲ እንግሊዝ ክትመፅእ ትኽእል ኢኻ እቲ ሓንቲ ሓቢእኻ ኣብታ ትነብረላ ዘለኻ ዓዲ ዜግነተይ ትብል ማለት እዩ ኣብቲ ሓደ ሃገር ዜግነት ስለ ዝነበረካ ኣብቲ ሓደ ሃገር ኮንካ ናይ ክልቲኡ ዜግነት ዜግነተ እዩ ክትብል ኣይትኽእልንኻ ጅዞም ኣሕዋትና እዚኦም ኣብቲ ኤሜሪካ ዝነብርሉ ዘለዉ ዜግነት ናይ ኤሜሪካ ኣለና እዮም ዝብሉ ዘለዉ ኤርትራ ከዓ ናይ ዜግነት ሃገርና እያ እያ ኤርትራ ከዓ ናይ ዜግነት ሃገርና እያ እዮም ዝብሉ ኣነ በዚ ዘረባ እዚ ኣረብሪብና እንዲ ከምዚ ዓይነት ሕማም ርኤ ይፈልጥን እየ በቃ ይገርመኒ እዩ ኣብዚ ናይ ኤርትራውያን ይገርመኒ ብጣዕሚ እዩ ዝገርመኒ ተቐርቂሮም እኮ መጀመርታ ኣነ ትግራዋየ ዝብል ሰብሲ እንታይ ገደሶ ወወፂኡ ኣነ ትግራዋየ ሓደዶ ሓደዶ ዘብል ምክንያት እንታይ እዩ እንድሕ ኢልካ በቃ ነብሰ ምትሓት ነብሰ ምትሓት እታ ትደልያ ዘለካ በይንካ ክትከዳ ስለ ዘይከኣልካ ካልእ መኻይዲ ሃሰስ ክትብል ሃለውለው ሃለውለው ዘረባ እዩ ኣነ ኤርትራዊ መንነተይ ወወፂ ኤርትራዊ መንነተይ ዘብል ምክንያት እንታይ ኣለኒ ሓደ መንነት እንታይ እዩ? እዚኦም እሲ ሰብ ክምህሩ እዮም ዝመፁ። ዝገርም ኣነ ዝገርመኒ ዘደንፅወኒ ከማን ንሱ እዩ። ሰባት ክምህሩ እዮም ዝመፁ። ብጣዕሚ ዘሕዝን ነገር ማለት እዩ። መንነት እንታይ እዩ? እንታይ መንነት ኣይፈለጥዎን። መንነት ሲ ኣይፈለጥዎን። መንነት ኣብታ ርስትኻ፣ መበቆል ዓድኻ፣ ህድሞኻ ዘላታ እሳ ቀዳመይቲ መንነት፣ ሃገራዊ መንነት ከኣነ ሰለስተ ሚእትን ሱሳን ዲግሪ ብሓንቲ ሃገር ትጽዋዕ ህዝቢ ሃገራዊ መንነት ቋንቋ ካልእ እዩ። ብቋንቋ እዮም ህጂ ምስ ተጋሩ መንነት ዝብሉ ዘለዉ ወይ ዋ ኢሜሪካውያን እንግሊዛውን እንግሊዛውያንን ቋንቋም እንግሊሽ እዩ ከምዚ ናይ ኤርትራውያንን ተጋሩን ማለት እዩ ናይ ተዛራባይ ትግርኛ ማለት እዩ ሕጂ እቲ መንነት ሲ እንታይ እዩ? ኣብ ኣፍሪቃ እኮ ከም ፍልሖ ዝተፈጠረ ህዝቢ የለን። ኩሉ ኣመጻጽኣ ኣለዎ። ምውላድ ኣይኮነን ህዝቢ ኤርትራን ህዝቢ ትግራይን ሲ ህዝቢ ዓለም እውን ዝተዋለደ እዩ እቲ መንነት ግንሲ እታ መበቆል ዓድኻ እታ መንነት ትበሃል ካብኣ ትጅምር ነዚ ካይፈለጡ እዮም ሕጂ ሰባት ክምህሩ ዝመፁ ዘለዉ ዝሕዝነካ ነገር ማለት እዩ ዜግነትና ኣሜሪካውያንና ዜግነትና ኤርትራውያንና ዝብሉ ሰባት እዮም ሰባት ክንምህር ኢና ኢሎም ዝመፁ ዝሕዝን ነገር ማለት እዩ ዋ ሰባት ከተረድእ ሰባት ክትምህር ክትመፅእ ከለኻሲ ፅኢልካ ብግምት ኣይኮንካን ክትመፅእ ዘለካ ህዝቢ ኤርትራ ሲ እዞም ኩለን ብሄራት ኣብ ኤርትራ ዘለዋ ኣብ ክልል ዓፋር ዘሎ ብሄር እዩ ኣብ ትግራይ ዘሎ ብሄር እዩ ኣብ ምብራቕ ሱዳን ዘሎ ብሄር እዩ ብፍላይ እዞም ሰለስተ ክልል ዓፋር ድዩ ክልል ትግራይ ድዩ ምብራቕ ሱዳን ድዩ ብቐረባ ምስ ህዝቢ ኤርትራ ዝተዋለደ ህዝቢ እዩ። ኣብዚ ዓለም ቀዳሞት ኣሕዋት ክትብል እንድሕር ኳንካሲ ብደረጃ ሃገር ማለት እዩ። ብደረጃ ሃገር ምብራቕ ሱዳን ዘሎ ብስደት ዝኸደ ኤርትራውን ህዝቢ ትግራይን ክልል ዓፋርን እዚኦም እቲ ዝቐረበ ቅርበት ምስ ኤርትራውያን ዘለዎም ምክንያቱ እታ ኤርትራ ብደረጃ ሃገር ድሕሪ ትሪኣ ሊኻ ኮንካ ማለት እዩ ኦኬ ብብሄር ብቋንቋ እንድሕሪ ትዛረብ ኣሊኻ ግን ትግርኛ ድዩ ሳሆኡ ድዩ ኩናማ ድዩ ወዘተ ካልእ ሕብረተሰብ ኣብ ኤርትራ ዘሎ ኣብ ትግራይ ዘሎ እዩ ኦኬ ከመይ ጌርካ ሕጂ ከመይ ጌርካ እታ ሃገር መንነት ሲ ብሃገር ንድሕር ትሓስብ ኣሊኻ ኮንካ ሃገራዊ መንነት ንኹልኻ እዩ ዝውክለካ ብጀይ ቋንቋ ብዘይ ባህሊ ብዘይ ሃይማኖት ብድምር ንኹልኻ ሃገራዊ መንነት ኣለካ። ስለዚ ዜግነትን መንነትን ክትብል ከለኻ ሃገራዊ መንነት ሃገራዊ መንነት ብውልቅኻ ግን ብውልቅኻ ብውልቅኻ እንድሕሪ እታ መንነት ከተምጽኣ ድልኻ ከኣኒ ካብታ ዑና ኣቦታትካ ካብታ ህድሞኻ ዘላታ ካብታ መረበትካ ዘላታ ካብኣ እታ መንነት ናይ ውልቃዊ መንነትካ እውን ሃገራዊ መንነት ከኣኒ ኩሉ ብሄራት ድዩ ኩሉ ዞባታት ድዩ ኩሉ ኣውራጃታት ድዩ ኩሉ ቋንቋታት ድዩ ብድምር ብጥቕላል ከኣኒ ሃገራዊ መንነት ኤሜሪካውያንና ዜግነትና ትብሉ ኤርትራውያንና ዜግነትና ዝብሉ ይብሉ ክልተ ዜግነት ዝበሃል የለን ሕግ ብሕጊ ብሕግሲ ክልተ ዜግነት ዝበሃል ኣብ ዓለም የለን የለን ብስርቂ እንተዘይኮይኑ ብሕጊ ክልተ ዜግነት ዝበሃል የለን ትሕተት ትእሰር ትቕጻዕ እዚ ኩሉ ብ ስደት መጺኡ ዘሎ ኤርትራዊ ክንደይ ኣብ ስዊዝ ስቲዝን ዝወሰደ ኢሜሪካ ዝኸደሎ እንደገና ኣብ ኢሜሪካ ከኣ ዜግነት ትወስድ ማለት እዩ ኣብ ኢሜሪካ ዜግነት ምስ ወሰደ ነታ ናይ ስዊዝ ኣይዝክራን እዩ ኣይዛረበላን እዩ እንድሕር ዘኪርዋ እንድሕር ተዛሪብላ እሕተ ትእሰር ኣብ ኢሜሪካ ማለት እዩ ኣሜሪካ ናብታ ናይ መጀመርታ ዜግነቱ ናብኣ ትመልሶ እዚ ካይፈለጥኩም ሆመ ኣሜሪካውያን ዜግነትና ኤርትራውያን ዜግነትና ተጋሩ መንነትና ትብሉ ብቋንቋ ዝበሃል መንነት የለን የለን ቋንቋ ቅየር እዩ ባህሊ ይቕየር እዩ በቃ ምስ ግዜ ስርዓታት ከማን ይቕይርዎ ቋንቋታት ስርዓታት ይቕይርዎ ግዛእቲ ይቕይርዎ እዮም ባህሊ ግዛእቲ ይቕይርዎ እዮም ዘይቅይርዋ ግን እንታይ ኣላ እታ መበቆልካ ኣይቅይርዋን እዮም ቋንቋኻ ዋላ ይቐይርዎ ባህልኻ ዋላ ይቐይርዎ እታ መበቆልካ መረበትካ እዚኣ ዓደይ ትብላ መበቆል ዓድኻ ግን ዝኾነ ገዛኢ ክቕይራ ኣይክእልን እዩ እዚኣ እታ መንነት ማለት እዩ እምበር ቋንቋ እዚ ሕጂ ትግርኛ ገለ ዝበሃል ዘሎ ወላ ሓንቲ ሓደ ገዛኢ መፅዩ ንኣፍሪቃ ምልታውን ክቕይርዋ ክእሉ እዘን ኩለን ቋንቋታት ኣብ ኣፍሪቃ ዝተፈላለያ ዘለዋ ንኩሉ ጥፍኤን ከማን በቃ ቋንቋ እንግሊሽ እውን ክኸውን ይኽእል እዩ እዚ ኩሉ ባህልታት ኣብ ኣፍሪቃ ዝተፈላለ ዘሎ ገዛእቲ ክቕይርዎ ክእሉ እዮም ናይ ምዕራባውያን ከትሕዙኻ ይኽእሉ እዮም ቋንቋኻ እውን ኣጥፊኦም ናይ ምዕራባውያን ከትሕዙኻ ይኽእሉ እዮም ስለዚ ብቋንቋ ብባህሊ መንነት ዝበሃል ነገር የለን ክቕየር ዝኽእል መንነት እዩ ወላ መንነት በሎ ክቕየር ዝኽእል መንነት እዩ ክትቅየር ዘይትኽእል ግን ክትቅየር ዘይትኽእል ግን ካብ ወለዶ ናብ ወለዶ መበቆል ዓድኻ ናይ ኣቦሓጎታትካ ርስቲ ዑና ኣቦታትካ ንዓኣ ግን ዝኾነ ገዛኢ ክቕይራ ኣይክእልን እዩ። ተሰዲድካ ገዲፍካያ ናብ ካልእ ሃገር እንድሕር ኼድካ ዜጋ ኣኻ ኣብታ ትነብረላ ሃገር መንነትካ መበቆል ዓድኻ ግን እታ ናይ ኣቦታትካ ዑና እያ ሕጂ እቲ ሃለውሎ እውን ወላ ኣይርድኦምን እዩ እዚ ኮ ርዱእ ነገር እዩ ክልተ ዜግነት ኣልዒልካ ክትዛረብ ከለኻ ከማንሲ እቲ ትብሎ ዘለኻ ማዕረ ክንደይ ጌጋ ምዃኑ ርዱእ ነገር እዩ ኣሜሪካዊ ዜግነተይ ኤርትራ ኸኣ ናይ ዜግነተይ ዓዲያ ትብል እንተሊኻሲ ጌጋ መንነት ሒዝካ ከም ዘለኻ ርዱእ ነገር እዩ ኣብ ዓለም ክልተ ዜግነት ዝበሃል ነገር የለን ምንነት ኣይትቕየርን እያ ዜግነት ግን ትቕየር እያ ግን ከ ዜግነት እውን ሓንቲ እያ ትፍቀደካ ኣብታ ትነብረላ ሃገር ግን ክትቕይራ ትኽእል ኢኻ እቲ ኢልካ እቲ ኢልካ ግን ዋ እንታይ ጎደሶም ተጋሩ ኢና እንድሒሎምሲ ተጋሩ ኢና ኢሎም ስቕ ዘይብሉ ሓደ በቃ እዚ ሰብ ሰልችዎ እዩ ነዚ ዘረባ እዚ ወላ ሓንቲ ትርጉም ከም ዘይብሉ ይርእይዎ ሎሚ ክሳብ ሎሚ ኣብቲ ናይ ዓሚ ሕማም ኣለዉ ንብሎም ዘለና ሰብሲ እዚ ዜግነተይ ዶ መንነተይ ዶ ሎሚ በቃ ገዲፍዎ ይኹም ዓይነት ዘረባ ሰብ ኩሉ ፈሊጥዎ እዩ ሎሚ ዜግነት እንታይ እዩ ፈሊጡ መንነት እንታይ እዩ ፈሊጡ እቲ ዝደናገር ዝነበረ ከይዱ ከይዱ እውን ሓቅነት ዘይብሉ ምዃኑ ፈሊጡ ብዛዕባ ፍትሕን ለውጥን፣ ብዛዕባ ሕግን ሕጋውነትን፣ ብዛዕባ ዴሞክራስን ሓርነትን ድኣ ዝሓስብ ዘሎ ሰብ ሎሚ እምበር ኣነ ትግራዋይ'የ፣ ኣነ ሕቡን ተግራዋይ'የ፣ ክልተ ዜግነተይ፣ ኤርትራ ናይ ዜግነት ሃገር'ያ፣ እዚ ሃለውለው እዚ ቀደም ኣብቂዑ'ዩ። እዞም ኣሕዋትና ግን ኣብኡ ኣለዉ መሳኪን። ብጣዕሚ ዝሕዝነካ ነገር ማለት እዩ ንከምዚ ዓይነት ሓሳብ ክምህሩ ኣብዚ ሎም ግዜ መፁ ይደኽሙ ክልተ ሰዓት ሰለስተ ሰዓት ኣብ ላይፍ ኡ ይብሉ ማለት እዩ ተገደሶም ካልኦም ዘይሓስብሉ ግዜኦም ተጋሩ ኢና ዝብሉ ንሕር ኮይኖም በቃ ተጋሩ ኢና ኢሎም ዘይኮዱ ስቑ ኢሎም ኤርትራዊ እየ ዝብል ኤርትራዊ እዩ ትግራዋይ እየ ዝብል ትግራዋይ እዩ እንታይ ዘድክም ኣለካ ኣነ ኤርትራዊ መንነተይ ትውዳእ ኤርትራዊ መንነት እየ እናበልኩ ዝደኽመላ እንታይ ከምፅየ መንነት እኮ ምስባኽ ኣየድልየካን እዩ ወላ ተደናጊሮም ሰባት እንተኸዱ ሓደ መዓልቲ ርድኦም እዩ መንነት ትርጉሙ እንታይ ማለት እዩ መንነት ማለት እንታይ ማለት እዩ ምስ ፈለጡ ጎስጊስካ ዕድመ ልክዖም ክትወስዶም ኣይትኽእልን ኢኻ። ኣይከኣልን እዩ። ሎሚ እዚ ኩሉ ኣብ ደንበ ፍትሒ ብዙሕ ሰብ ኣነ ትግረዋይ ኣነ ትግረዋይ ዝብል ነበረ ተጎስጊሱ ታኾን ሎሚ ገዲፍዎ ክልተ ዜግነት ፈሊጥዎ ክልተ ዜግነት ዝበሃል ነገር የለን ወላ ትግራዋይ እየ በል ከዓ እስኪ ትግራዋይ እየ ትብል ንድሕር ኳንካሲ እንታይ ኣገደሰካ ለለይ ዘብል እንታይ ምክንያት እንታይ ትሽግር እንታይ ትሽግር ኣነ ኤርትራዊ መንነት እየ ትውዳእ እንታይ ዘድክም ኣለኒ ብዛዕባኡ ግዜ ካልእ ዘይሓስበሉ ግዜ ካልእ ዘይሰርሓሉ እዚኦም ሲ ንባዕሎም ንባዕሎም ዝምህሮም ይደልዩ ክልተ ዜግነት ኣለና ዝብሉ ሰባት እዮም ኤሜሪካውያን ዜግነትና ኤርትራ ናይ ዜግነት ሃገርና ኤሜሪካ ናይ ዜግነት ሃገርና ዝብሉ ሰባት እዮም ተጠሊዑም ልቢ ዘለዎ ሰብ እኮ ክልተ ዜግነተይ እዩ ክብል ከሎ ክሓስብ ክኽእል ኣለዎ ክሓስብ ክኽእል ኣለዎ እንታይ እየ ዝብል ዘለኹ ክብል ኣለዎ ኣብዚ ዓለም ሓንቲ ዜግነት ሓንቲ መንነት እያ ዘላቶ ንዝኾነ ሰብ እታ መንነት ኣይትቕየርን እያ እታ ዜግነት ግን ትቕየር እያ ኢምሪካዊ ዜግነት ኣለካ ሕጂ ኣብ ደስ ዝበለካ እታ ዜግነቶም ተንኪው ኢልካ ኣረኪብካዮም ናብታ ናይ መንነት ሃገርካ ክትከይድ ኢኻ እዚ ሃለውለው እዚሲ ወላ ሓንቲ ሰብ ሰልችዎ ዝርድኦ ተረዲእዎ እቲ ብጌጋ ስኢሉ ሃልውልው ዝብል ዝነበረ ተረዲእዎ እዩ ሃገራዊ መንነት ሃገራዊ መንነት እንታይ ይኹን ፈልጦ ክንክል ኣለና ብውልቅኻ ከዓነ ብውልቅኻ መንነትካ ካብታ መበቆል ዓድኻ ሳታ ናይ ውልቅኻ መንነት ሃገራዊ መንነት ከኣ ከም ህዝቢ ብምጥቕላል ምስሊሙ፣ ክርስትያኑ፣ ዞባታቱ፣ ኣውራጅኡ ሃገራዊ መንነት ከኣ መንነት ይበሃል ንሱ ማለት እዩ። ሃገራዊ መንነት ንሱ እዩ። ውልቃዊ ውልቃዊ መንነትካ መበቆል ዓድኻ መቦቆል ዓድኻ። ህዝቢ ኤርትራን ህዝቢ ትግራይን እኮ ሃገራዊ መንነት ክህልዎ ክእል እዩ ጽባሕ ሓንቲ ሃገር ንሕሪ ኮይኑ ማለት እዩ ህዝቢ ኤርትራን ህዝቢ ትግራይን ሲ ሓንቲ ሃገር እንተኾይኑ ሃገራዊ መንነት እምበር ትግርኛ መንነት ኩናማ መንነት ሳሆ መንነት ትግረ መንነት ብሌን መንነት ሕዳር ብ መንነት ወዘተ ክብል እዮም ዝደልዎ ዘለዎ እዚኣቶም ሕጂ በቲ ንሶም መንነትና ዝብሎ ዘሎ ሕጂ ተጋሩ ኢና ትግርኛ ስለ ንዛረብ ዝብሎ ዘለዉ ሲ ህዝቢ ኤርትራን ህዝቢ ትግራይን ሓንቲ ሃገር እንድሕር ኮይኑ እውን በቃ እቲ ኣተሓሳስቦም እንታይ እዩ ኣይርድኦምን ኣሎ ብትኽክል ነዚ ነገር ዘይርድኦም ዝነበሩ ሰባት ከማንሲ ሎም ተረድእዎም ተረዲእዎምሲ ነዚ ዘረባ እዚ በቃ ዋላ ሓንቲ ትርጉም ዘይብሉ ዘረባ ኢሉ ኩሉ ሰብ ገዲፍዎ ነቲ ሰብ ተረዲእዎ ዝጎደፎ ንዑ ክንምህር ኢና መምህራንና ኢለ መፁ ኣለኹ ክሳብ ሕጂ መሳኪን ብጣዕሚ ሕዚንና ኣነ ብጣዕሚ ሕዚንኒ ሕጂ ዝኾነ ሰብ ህድእ ኢሉ ክሓስቦ ዘለዎ ማለት እዩ። ሃገራዊ መንነት እንድሕር ኢልካ ሃይማኖትካ ድዩ ዞባታትካ ድዩ ኩሉ ነገርካ ብምጥቕላል ሃገራዊ መንነት ንኹልኻ ዝውክለካ ሃገራዊ መንነት ሃገራዊ መንነት ናይ ውልቀይ መንነት ክትብል ንሕርኾንካ ሃብታም መበቆል ዓድኻ ካብታ ርስትኻ ዑና ኣቦታትካ ዘለዉዋ ንስኻ ናይ ውልቅኻ መንነት እያ። ብድምር ናይ ኩሉ ሃገራዊ መንነት ከኣ ሃገራዊ መንነት ማለት እዩ። ስለዚ ህዝቢ ኤርትራን ህዝቢ ትግራይንስ ሓንቲ ሃገር ንሕሪ ኮይኑሲ ሓንቲ መንነት እያ ትህልዎ እምበር ናይ ቋንቋ ትግርኛ መንነት ናይ ኩናማ መንነት ክብል ኣይኮነን በዚ ንሶም ዝብልዎ ግን ከምኡ እዩ በብብሄሩ በብቋንቁኡ መንነት ክብል ማለት እዩ ቋንቋ መንነት ኣይኮነን ቋንቋ ቋንቋ እዩ ቋንቋ ገዛእቲ ክቕይርዎ ክእሉ ሓያላት መንግስቲ ክቕይርዎ ክእሉ ትግርኛ ትዛረብ ጸኒሕካ ሓያላት መንግስቲ ምሂሮም ምሂሮም ፍራንች ክምህሩኻ ይኽእሉ እዮም ጢር ተኸለኻ ስረ ጌርካ ተኸይድ ዝነበርካ ኩስቱመ ጌርካ ከም ትኸይድ እውን ክገብሩኻ ይኽእሉ እዮም ገዛእቲ ቅይሮ ተኸለኻ እቲ መበቆል ዓድኻ ግን በፍጹም ኣይቅየርን እዩ እታ መንነት መበቆል መንነትካ ታርስትኻ ዑናቦታትካ እሳ ክቕይራ ዝኽእል ኣካል የለን። ቋንቋኻን ባህልኻን ግን ክቕየር ይኽእል እዩ። በዓል ሃይለስላሴ ክሳብ ሕጂ ሙሉእ ብሙሉእ ንኤርትራን ንበዓልዚ ትግራይን ሙሉእ ብሙሉእ ከምዚ ህዝቢ ኣምሓራ ጽቡቅ ገይሮም ተቐጻጺሮሞ ነይሮም እንተዝኾኑ ክሳብ ሕጂ ኣብዚ ሕጂ ግዜ ትግርኛ ዝዛረብ ሰብ ኣይምሃለወን ስለዚ ቋንቋ ገዛእቲ ክቕይርዎ ክእሉ እዮም ባህሊ ገዛእቲ ክቕይርዎ ክእሉ እዮም እየ ስለዚ ክቕየር ዝኽእል ከዓንሲ መንነት ኣይኮነን ዜግነት ኮ ስለ ዝቕየር እኮ እዩ መንነት ዜግነት ዝበሃል መንነት ኣይኮነን ዝበሃል ንዜግነት ሲ ስለ ዝቕየር እዩ ጀርመናዊ ዜግነት ፀኒሑካ ዓዲ ቀይርካ ኣሜሪካ ንድሕር ኸድካ ኣሜሪካዊ ሲቲዝን ኣሜሪካዊ ሲቲዝን ድሕር ወሲድካ ኣሜሪካዊ ትኸውን ማለት እዩ እታ ናይ ጀርመን ትገድፋ ማለት እዩ እዚ ይቅየር ይቅየር ማለት እዩ ባህሊ እውን ይቅየር እዩ ቋንቋ እውን ይቅየር እዩ ቋንቋ ስለ ዝቅየር እንድዩ ኣብ ኣሜሪካ ዝ- ዝወለድኩሞም ደቅኹም ድሕሪ ዘይምሂርኩሞም እንግሊሽ ጭራሕ ዝዛረቡ ትግርኛ ዝዛረቡ ድዮም ቋንቋ ስለ ዝቅየር ማለት እዩ ሃይማኖት ይቅየር ባህሊ ቅየር ቋንቋ ቅየር ልክዕ ከምቲ ዜግነት ማለት እዩ እታ መበቆል ዓድኻ ርስቲ ቦታትካ ግን ኣይትቕየርንያ በቃ እታ መበቆለይ እዚያያ ትብላሲ ክትቅየር ኣይከኣልን እዩ ማንም ኣካል ካብ ልብኻ ኣየውፅኣን እዩ ቋንቋ ከለማምዱኻ ክእሉ እዮም ባህሊ ከለማምዱኻ ክእሉ እዮም መበቆል ዓድኻ ግን ከለማምዱኻ ኣይክእሉን እዮም ኣነ ንመንነት ብኸምዚ እየ ዝሪኦ። ከምዚ ስለ ዝበልካ ሕጂ ካብዞም ኣሕዋትና እዚኦም ጀሚርካ እንታይ ዝርድኦም ጽልኢ ህዝቢ ትግራይ ይርድኦም መሳኪን። ዘሕዝንንን ነገር ኣነ ንሱ እዩ ንብለኩም እኮ ኣለና ህዝቢ ኤርትራን ህዝቢ ትግራይን ሓንቲ ሃገር ንድሕሪ ኮይኑሲ ሃገራዊ መንነት ኣለዎ። ትግራይ እኮ ስም እኮ እያ፣ ኤርትራ ስም እዩ፣ ዋላ ሓንቲ ክትቅይሮ እትኽእል እኻ። ንኣብነት ኤርትራን ትግራይን ሓንቲ ሃገር ንድሕሪ ኮይነን እዛ ክልል ዓፋር ወሲካ ሰለስቲኤን ሓንቲ ሃገር ንድሕሪ ኮይነን ሃገረ ቀይሕ ባሕሪ እንድሕሪ ተባሂለን ትውዳእ ትግራይ ዝበሃል የለን ብድሕሩ ማለት እዩ። ኤርትራ ዝበሃል የለን ብድሕሩ ማለት እዩ። የለን እቲ ሕብረተሰብ ግን እቲ መንነቱ መበቆል ዓዱ ከምዘለዎ ግን ክቕፅል እዩ ኣይቅየርን እዩ ትግራይ ከዓ ስም እዩ ትግርኛ ከዓ መጀመርታ ግእዝ ቋንቋ ነይሩ ካልኣይ ትግራይት ነይሩ ሳልሳይ ትግርኛ ኣሎ ሕጂ መጀመርታ ግእዝ ነይሩ ካልኣይ ትግራይት ሳልሳይ ትግርኛ በቲ ቋንቋ እንድሕር መንነት ትብሉ እንድሕር ሊኾን ኮንኩም ሳልሳይ እዩ እታ ትግራይ ከዓኒ በቃ መጀመርታ ኮ ሓንቲ ዝተወሰነት ቦታ እያ ትግራይ ትበሃል ነይራ እቲ ቋንቋ ከዓ ሳልሳይ ደረጃ እዩ ሳብ ሕጂ ዘሎ ማለት እዩ ብሕጂ ራብዓይ ክመጽእ ይኽእል እዩ ሓምሻይ ክመጽእ ይኽእል እዩ ስለዚ ብቋንቋ መንነት ዝበሃል ነገር የለን ብሃይማኖት መንነት ዝበሃል የለን ብባህሊ መንነት ዝበሃል ነገር የለን ኩሉ ቅየር እዩ ኩሉ ቅየር እዩ ከምቲ ዜግነት ማለት እዩ ዜግነት ጀርመናዊ ንድሕሪ ጀርመናዊ ዜግነት ንድሕሪ ወሲድካ ኣሜሪካ ንድሕሪ ከድካ ኣብኡ ስቲዝን ወሲድካ ትውዳእ እታ ናይ ጀርመን ጉሒፍካ ናይ ኣሜሪካ ሒዝካ ኣለኻ ማለት እዩ ለዚ ቋንቋ ከዓ ገዛእቲ ክቕይሩልካ ክእሉ እዮም እንተገዲዶም እንተኣደናጊሮም ማለት እዩ ባህልኻ እውን ክቕይሩልካ ክእሉ እዮም ክቕይሩልካ ክእሉ እዮም ኩሉ ስረኻ ኣብ ብርካኻ ዓጢቃ ከም ትኸድ ገብሩኻ ክእሉ እዮም ጓል ንጓል ወዲ ንወዲ ወዘተ ወዘተ ክቕይሩልካ ይኽእሉ እዮም። እታ መበቆል ዓድኻ ግን ክቕይርዋ ኣይክእሉን እዮም። እታ ናይ ብሓቂ መንነት እጂ እታ ዑና ኣቦታትካ መበቆልካ መበቆልካ መበቆል ዓድኻ ርስ ቦታትካ ንዓኣ ማንም ክቕይራ ዝኽእል የሎን። ማንም ካብ ውሽጥኻ ሃውፃ ዝኽእል የለን። ስኻ ምስ ግዜ ድዩ ምስ ቦታ ድዩ ካልእ ቋንቋ ክትሕዝ ትኽእል ኢኻ ካልእ ባህሊ ክትሕዝ ትኽእል ኢኻ መበቆል ዓደይ መበቆል ሃገረይ መበቆል ዑና ኣቦታተይ ኣብዚኣ ትብል ግን ኣይትቕይራን ኢኻ ስለዚ እዘን በዓል ተስፋይን ሰማርን ሲ ሓደ ትግራዋይ ንሕር ኮይኑ ሲ ወወፂኡ ኣነ ሕቡን ትግራዋይ ዘብል ምክንያት እንታይ ኣለዎ ሓደ ኤርትራዊ ንድሕሪ ኮይኑ ኣነ ሕቡን ኤርትራዊ እየ ዘብል ምክንያት እንታይ ኣለዎ? መንነተይ ሕቡን ኤርትራዊ እየ ነዚኣ ምባል እንታይ ወፅየ ምድጋም ኣድልኒ ንሳ እንድያ ናተይ ብጀይ ከዓ ካልእ ናተይ ዝብሎ የብለይ ንመን ንመን ክምህረላ እየ ዝወፅእ ተኸማይ ከማይ እዩ እቲ ዘይከማይ ከዓነይ ናቱ ኣለዎ ናትካ ገዲፍካ ናባይ ምጻእ ክብሎ ከመይ ኢለ ክብሎ ሕጂ ዘይርድኦም ዘሎ ኣብ ኣነ ብጣዕሚ ዝሕዝነኒ ኣብዚ ናይ ኤርትራውያን ኣሎ ወጺኻ ምዝራብ ደኣ እምበር እቲ ንስኻ ትዘረቡስ መበገሲ እዩ እንታይ እዩ ከይዱ ከይዱ ናበይ ገጹ እዩ ወላ ሓንቲ ገምጋም የለን ተጋሩ ተጋሩ ንባዕሎም ሃገር ንድሕር ኮይኖም ትግራይ ሃገር ንድሕር ገይሮማ ካልእ ስም እንድሕር ቀይሮምላ በቃ ኣነ ሕቡን ትግራዋይ እየ ኣነ ትግራዋይ መንነት እዩ ዝበሃል ኣብቂዕሎ ማለት እዩ እቲ ብቋንቋ ተጋርኢና ዝብሎም ዘለው ዝብሎ ዘለው እውን ካልእ ገዛ ግደፍዎ ኣብይ ኣብይ ነዛ ኢትዮጵያ ፅቡቅ ገይሩ ንድሕሪ ተቆፃፂርዋ ገዚእዋ ንጉስ እንድሕሪ ኮይኑ ሓደ ሰብ ብጀካ ኣምሓርኛ ካልእ ከይዛረብ ተይሉ እታ ትግርኛ ኣብ ትግራይ ጠፊኣ ኣላ ማለት እዩ ስለዚ ስለምንታይ ምክንያቱ ንቋንቋን ንባህልን ገዛእቲ ካይተረፈ ከማንሲ ይቕይርዎ እዮም ገዛእቲ ሰባት ከመኻ ማለት እዩ ነታ ሓመድ ዑናባታትካ ግን ክቕይራ ዝኽእል ኣካል የለን ካብ ውሽጥኻ ካብ ልብኻ ካውፅኣ ዝኽእል ኣካል የለን ቋንቋኻ ግን ካውፅኦ ክእል እዮም ብካልእ ቋንቋ ከምቲ ፅሊ ብካልእ ቋንቋ ከም ትደርፍ፣ ብኻልእ ቋንቋ ማሰ ከም ትብል፣ ብኻልእ ቋንቋ ከም ተልቅስ እንድሕር ገይሮምኻ ይቕየር እዩ። ንኣብነት ኣብ ኢሜሪካ ዝወለድኩሞም ቋልዑት ወይ ኣብ ዓዲ እንግሊዝ ዝወለድኩሞም ቋልዑት ወይ ኣብ ጀርመን ዝወለድኩሞም ቋልዑት ኣብ ዝተፈላለየ ኣብ ምዕራባውያን ኣብ ኣብ ኤውሮጳታት ዝተወለዱ ቋልዑት ኮፍ ኣቢልኩም ትግርኛ እንድሕር ዘይምሂርኩሞም እታ ኣብታ ቤት ትምህርቲ ዝተምሃርዋ ቋንቋ ንሳ እያ ቋንቆኦም። ስለምንታይ? ቋንቋ ኣብ ቤት ትምህርቲ ተማሂርካ ወይ ገዛእቲ ምሂሮምኻ ወይ ገዛእቲ ገዚኦምኻ ባህልን ቋንቋን ክትቅይሮ ትኽእል ኢኻ። ዋላ ካልእ ቋንቋ እንዳተዛረቡ ግን እታ ካበኤ መፅየ መበቆል ዓደይ ትብል ግን ዝኾነ ሰብ ኣየጥፋን እዩ። ክሳብ ዝፈልጣ ከኣ ኣይድቅሰላን እዩ። ዝኾነ ሰብ ዝኾነ ሰብ ኣመጻጽኡ ክፈልጥ ዝኾነ ሰብ እዩ ዝግደድ። ከምዚ ሓደ ህፃንሲ ሓንቲ ዶ ትወልዶ ኣቦኡ እንድሕር ዘየፍሊጣቶ ይቐሲ እንዲ ህፃን ክንዲ ሰብ ምስ ኮነ ብፍላይሲ ኣቡኡ ብዘይ ምፍላጥ ወለዶ ናይ ኣቡኡ ብዘይ ካይፈለጠስ ቀሲኑ ድቅስ ድዩ ኣይድቅስን እዩ ኣነ ብሕጂ ገለገለ ሰባት ከምዚ ንህዝቢ ኤርትራን ንህዝቢ ትግራይን ምፍታው ገለገለ ኢሎም ዝጥቀምሉ እውን ክኸውን ይኽእል እዩ ህዝቢ ኤርትራን ህዝቢ ትግራይን ፅልኢ ዝበሃል የብልናን ኣሕዋት የብልናን ብሓደ ክንነግድ ብሓደ ሃገር እውን ክንከውን ንኽእል ህዝቢ ኢና ሃገር እውን ክኸውን ዝኽእል እዩ ህዝቢ ኤርትራን ህዝቢ ትግራይን ዝክልል ዓፋርንሲ ሃገር እውን ክኸውን ዝኽእል እዩ ባእሲ ዘለዎ ኣይኮነን ምክንያቱ እዚ ብሄራት ናይ ኤርትራ ብፍላይ ኣብ ክልል ዓፋርን ኣብ ክልል ትግራይን ኣብ ምብራቕ ሱዳንን ዘሎ ብሄራት እዩ ፅሊ ዝበሃል የብሉን ክሳብ ሓደ ሃገር ክኸውን ሲ ሽግር ዘለዎ ህዝቢ ይኮነን ግን ሃገራዊ መነት ኣከመይ ኢኻ ትዛረቦ ክትፈልጥ ትክል ኣለካ ነዚ ነገራት እዚ ገለገለ ሰባት ሕጂ ከምዚ ባእሲ ህዝቢ ኤርትራን ህዝቢ ትግራይን ከነጥፍእ ኢና ገለ ወይ ዝሓስቡ እንድሕር ኮይኖም ኣነ ከም ኣነ ህዝቢ ፅልእ ኣለዎ ኢለ ኣይኣምን ኣይኣምን እየ ምናልባት ክሳብ ሕጂ ገዛእታት ናይ ፅልኢ ጎስጓሳት ገለገለገለ እናገበሩ ዘካይድዎ ነገር ኣሎ ግን እቲ ሰብ ከም ሰብ ክሓስብ እንድሕሪ ጀሚሩ ግን እቲ ነገራት እቲ ናይ ፅልኢ ብኸመይ ዝመፅእ እቲ ካልእ ካልእ ከዓኒ እንታይ እዩ ፈልጦ እዩ ማለት እዩ ዝነበረ እዩ ብሕጂ እውን ካጋጥመካ ክእል እዩ ክልተ ኣሕዋት እውን እኮ ካብ ሓንቲ ማህፀን ዝወፁ ኣብታ ነናይ ውልቆም ግራት ሲ ወይ ኣብታ ናይ ገዝኦም መንደቐን እንኮ የጋጥሞም እዩ እቲ ባእሲ ማለት እዩ ንኣብነት ካብዚ ናይ በዓል ዓድዋ በዓል ኣሉላ ንጸዓዱ ሰዲዱ ውን ኒጥልያናውያን ሰዲዶም ንኤርትራውያን ኢድን እግርን ዝቆረጹ ሲ እዚ ህጂ ንኤርትራውያን ሲ ብጣዕሚ ዝሕምም ነገር እዩ ግን ዘስተውዕል ሰብ ንሕሪ ኮይኑ ከኣኒ እቲ ኣጸያፊ ስራሕቲ ብፍቓድ ህዝቢ ትግራይ ዝተፈጸመ ኣይኮነን ዋላ እዚ ኣብ ሳልሳይ ወራር ካልኣ ወራር ቀዳማይ ወራር ክሳብ በዓል ባርንቱ ጾሮና ወዘተ ሕወሓት ዝመርሖ ኢትዮጵያ ኣብ ልእላውነት ኤርትራ ኣትዩ ዘካየዶ እውን እንታይ ዝረብሖ ኣለዎ ህዝቢ ትግራይ ካብኡ ወይ ድማ እዚ ሕጂ ኣብ ትግራይ ዘጋጠመ ሰራዊት ኤርትራ ኣትይዎ ዝነበረ ህዝቢ ኤርትራ ዝረብሖ ነገር እንታይ ኣለዎ ህጅቢ ህዝቢ ከም ህዝቢ ሲ ነቲ ነገራት ብከምዚ ስለ ዝሪኦሲ ናይ ህዝቢ ፅልእሎ ኢለ ኣነ ኣይኣምን እየ ኩሉካ ኣይክእልን በፍፁም ክህሉ ኣይክእልን እዩ በቲ ሓደ ሓደ እንታይ ይሪኦ ከምዚ ንፅልኢ ኣብ ህዝቢ ኤርትራን ህዝቢ ትግራይን ፅልእሎ መን ነቲ ፅልኢ ምጥፋእ ከምዝተገበርና ከምዝተበልና ገለገለ ኢልካ እውን ዝሕሰብ ኣሎ ከምኡ ኢለ እውን ይኣምን እየ ከምኡ ዝሓስቡ ሰባት ኣለዉ ግና ከምኡ ይኮነን ብኩሉ ሳይድካ ክትሪኦ ዘለካ ብኸምኡ ከተጸብቕ ኢልካ ክትከዶ ዘይግብኣካ ንድሕሪ ኸይድካ በቲ ሓደ ከዓ ሽግር ትፈጥር ከም ዘለካ ከዓ ክትፈልጦ ትክእል ኣለካ ዝኾነ ሰብ እኮ ሚዛን ወሲዱ ኣሎ ሕጂ ዝኾነ ኤርትራዊ ሲሉ ብግርህነት ኣነ ትግራዋይ ኣነ ዓረቤ ዝብል ነበረ ካብ ግዜ ናብ ግዜ ከይዱ ከይዱ ዝደንበ ተቃውሞ ርእይዎ ዘፈላለዩ ሓሳብ ዘባእሶ ሓሳብ ዘይዕውቶ ሓሳብ ካብ ሓቂ ወፃኢ ዝኾነ ነገራት ኮይኑ ምስ ረኣዮ መብዛሕትኡ ሎም ብዛዕባኡ ይዛረብን ስለዚ ንነገራት ከተፀብቕ ኢልካ ጥራሕ ብሓደ ሳይድ ክትሪኦ የብልካን ብኩሉኻ ክትሪኦ ዘለካ ቀንዲ ነገርካ ኣብ ሓቂ ኻ ንነገራት ክትሪኦ ዘለካ ሓቂ ዝድገም ሓሶት ኣይድገምንዩ መንነት ድዩ ዘግነት ድልካ ክትዛረብ ከለኻ ሓቂ እኻ ክትዛረብ ዘለካ እምበር ሎሚ ንሓደን ንሓደን ከተፋቱ ንሓደ ንሓደን ከም መተዓረቂ ኢልካ ትሓስቡ ንሕር ኮንካ ካልእ ሽግር ካልእ ፅልኢ ሒዙ እዩ ዝመፅእ ንሰምዖም ዘለና ገለ ተጋሩ ኣብ ኣብ ትግራይ ዘለዉ ዘውድቆም ሕማም ርእሲ ዘለዎም ሰባት ማለት እዩ ኤርትራ ናይ ትግርኛ ሃገር ክንገብራ ኢና፣ ናይ ተጋሩ ሃገር ክንገብራ ኢና ዝብሉ ሰባት ኣብ ትግራይ ንሰምዖም ዶ? እንታይ እዩ ደፋፊእዎም ነዞም ሰባት ከምኡ ዝብሉ እንተልካ እዚ በዓል ሰማር ዝዛረቦ ዘረባ እዩ። ስለዚ ካብኡ ተበጊሶም ኤርትራ ናይ ተጋሩ ሃገር ናይ ትግርኛ ሃገር ክንገብራ ኢና ካብሉ እቲ ትግርኛን እቲ ተጋሩን ይሓዋውስዎ ማለት እዩ። ትግርኛ ቋንቋ እዩ ቋንቋ እዩ ግእዝ ነይሩ ትግራይ ነይሩ ትግርኛ ኮይኑ ብሕጂ እውን ትግርኛ ክጓሓፍ ይኽእል እዩ ከምቲ ግእዝ ዝተገደፈ ድሕሪ ትግራይ ዝበሃል መፅ ተገዲፉ ትግርኛ ኮይኑ ዘሎ ክሳብ ሕጂ እዚ ትግርኛ እውን ክተርፍ ይኽእል እዩ ከምተን ቀዳሞት ማለት እዩ ከምቶም ቀዳሞት ቋንቋታት ማለት ክሳብ ሕጂ ኣይተረፈን ክኸውን ንኽእል እንዲ ዋላ እቲ ግእዝ ዋላ ገለ ግን ብዙሕ ሰብ ኣይጥቀመሉን እዩ ካብ ግዜ ናብ ግዜ ንድሕሪ ተጠቂምካሉ ብካልእ እንዳተተክአ እንዳተተክአ እዩ ዝኸይድ ማለት እዩ ስለዚ እዚ ቋንቋ ትግርኛ እውን ከምተን ቀዳሞት ግእዝን ትግራይትን ሲ ክርሳዕ ይኽእል እዩ ሲኮነን ሲ ግእዝን ትግራይትን ከማንሲ ተረሲዑ ኣሎ። ትግርኛውን ክጓሓፍ ምዃኑ ክትፈልጦ ትክእሉ ኣለኩም። ብቋንቋ ዝበሃል ሃይ መንነት የለን። ብባህሊ ዝበሃል መንነት የለን። ነዚ ሓደ ውልቃዊ ሓደ ዲክታተር መራሒ ሳልሳይ ወለድኡ ንድሕሪ ገዚእዋ ንሓንቲ ሃገር ካልእ ቋንቋ ከላማምዳ ክእል እዩ ካልእ ባህሊ ኩሉ ነገር ቋንቋ ኢልካ ባህሊ ኢልካ ሃይማኖት ኢልካ ሲ ገዛእቲ ገዛእቲ ክቕይርዎ ክእሉ እዮም ገዛእቲ ክቕይርዎ ክእሉ እዮም በዓል ሃይለ ስላሴ ሃይለ ስላሴ ዓሌቱ ወለድኡ ንኢትዮጵያ ንኤርትራን ክሳብ ሕጂ ገዝእን ነይሩ ተዝህሉ እዚ ቋንቋ ትግርኛ ዝበሃል ኣይምሃለወን ምህሰሶ ሃሲሱ ምሃለወ ከምቲ ኣላህ ዝበለን ተውላሕ ዝበለን እንዳበልካ ኣብ ኤርትራ ንምስሊም ምቕታል ብሃይለ ስላሴ ተኻይዱ ዝነበረ ቀፂሉ ተዓዊቶምሉ ነይሮም እንተዝኾኑ ብመላእ ኣብ ኢትዮጵያ ካይተረፈ እውን ምስሊም ዝበሃል ክጠፋእ ኣለዎ ኢሎም በቲ ብወገን ኣብ ኤርትራ በጊሶሞ ዝነበሩ ዋላ ኣብ ኢትዮጵያን ኣብ ኤርትራን ተዓዊቶምሉ ነይሮም እንተዝኾኑ እሞ ክሳብ ሕጂ ከኣ እቲ ንግስነት ናይ ሃይለ ስላሴ ቀጺሉ ነይሩ ተዝኸውንሲ ሃይማኖት ምስሊም ዝበሃል እውን ኣይመሃለውን ማለት እዩ እቲ ጀሚሮም ምክንያቱ ሚእትን ገለን ዓመት ዳርጋ ቀሪቡ ናብ ሚእቲ ዓመት ስለዚ ኩሉ እዚ ባህሊ ቋንቋ ትግርኛ ዶ ምስሊም ዶ ገለገለ ሲ ኣይመሃለወን ኣይመሃለወን ብዝኾነ እንታይ እዩ ትቐንዲ ነገር እዚ ከምዚ ዓይነት ዘረባ ዕንኪሉ ትብሉ ሰባት ኣይትድከሙ ኣይትድከሙ ተስፋይን ሰማርን ሕጂ ሲ ነቲ ተጋሩ ኢና ትብልዎ ስለ ዘይተኣምንሉ ኢኹም እየ ወወፂኹም ትዛረቡ ዘለኹም በይንና ካብ ንኸይድሲ ካልእ ሰባት ክንማላእ ጃህጅ እንታይ ዘይምእማን ማለት እዩ ንትኣምነሉ መንነት ንሰብ ኣይትፅውዓሉን ኢኻ ንመንነትካ ንመንነት ነትናታይ ናተይ ትብሎ መንነትሲ ሰባት ኣይትፅውዓሉን ኢኻ ታፅውዓሉ ሃይማኖት ክትጉስጉስ ትኽእል ባህሊ ክትጉስጉስ ትኽእል መንነት ግን ክትጉስጉሳ ኣይትኽእልን ኢኻ ንመንነት ክትጉስጉሰሉ ኣይትኽእልን ኢኻ ስለዚ በዓል ተስፋይን ሰማርን ከዓ ንሲ ኣፎም እዮም ደኣ ዝዛረቡ ዘሎ እምበር ውሽጦም ኣይኣምኑሉን እዮም ዝብሎ ዘለዉ ተዝኣምኑሉ ካልእ ስርሖም ዝሰርሑ ንመንነት ሰብ ክትጉስግስ ኣይትኸይድን ኢኻ ሃይማኖት ንድሕሪ ኮይኑ ክትጉስግስ ትኽእል ኢኻ ካብቲ ሓደ ሃይማኖት ነቲ ሓደ ሃይማኖት ክተምፆ ንሰብ ማለት እዩ ሃይማኖት ስለ ዝቕየር ማለት እዩ ባህሊ ስለ ዝቕየር ክትጉስጉስ ትኽእል ኢኻ ቋንቋ ስለ ዝቕየር ክትጉስጉስ ትኽእል ኢኻ መንነት ግን ኣይቅየርን እዩ ዋላ ቋንቁ ቀይሮ ወላ ባህሉ ቀይሮ ወላ ኣኸዳድኑ ቀይሮ መንነቱ ክትቅይሮ ኣይትኽእልን ኢኻ እንታይ ማለት እታ መንነት እታ መበቆልካ መበቆልካ ዕኑ ኣቦታትካ ንዓኣ ቋንቋኻ ስለ ዝቐየርካ ሃይማኖትካ ስለ ዝቐየርካ ባህልኻ ስለ ዝቐየርካ ንሳ ግን ኣይትቕየርን እያ ወላ ዜግነትካ ነዛ ዓለም ምሉእ ዝወራ ቀያይሮ ዝኾነ ሰብ ንሕሰቦ ኣነ ካብዚኣ መጽኤ መበቆል ዓደይ ኣብዚኣ ዝብል ሰብ ኣይቅይራን እዩ ወላ ኣፉ ሕቶም ካብ ውሽጢ ኣይተውፅኣንኻ በፍፁም ኣይተውፅኣንኻ ኣይተውፅኣንኻ ከምዚ ሓደ ህፃን ኣደሲ ኣቦኸይ ነገረት ንሕዕሬብያቶ እታ ኣቦ እሞ ኣቦ ኣቡኡ መን እዩ ክፈልጠላ ኣብ ዝኽእል ሰዓት መን ይቦ እዩ ዝብል መኒ ኣቦይ ስለምንታይ መኒ ኣቦይ ይብል እታ ቀንዲ ናተይ ዝብላ ንሳ ስለ ዝኾነት እታ ናይ ኣቦ ዑና እታ ናይ ኣቦታቱ መበቆል ሳዕ ዓዱ ዓዱ ንሳ ስለ ዝኾነት እዩ ኣቦይ መን እዩ እናበለ ብጋዜጣን ብገለን ኣቦኡ ክፈልጥ ሃሰስ ዝብል ማለት እዩ ኣቦኡ ዘይፈልጥን ኣድኡ ዘይፈልጥን ሓደ ድዮም ስለዚ ኣብዚ ገለገለ ዘረባታት ፀይቕና ክንከውን ንኽእል ኢና ኣይት ቀዮምልና ትቐንዲ ነገር ኣነ ክሕልፎ ዝደሊ ሓድሽ ነገር ኣይኮነን እዚ ኮ ብዙሕ ግዜ ደጋጊምናዮ ዘለና እዩ ክልተ ዜግነት ዝበሃል የሎን ኣደናጊርካ ጠፋፊእኻ እንተዘይኮይኑ ኣብዚ ዓለም ክልተ ዜግነት ዝበሃል የለን ጀርመናዊ እየ ዜግነተይ ኤሜሪካዊ እየ ዜግነተይ ክትብል ኣይትኽእልንኻ ኣይትኽእልንኻ እንግሊዛዊ እየ ዜግነተይ ኤርትራዊ እየ ዜግነተይ ክትብል ኣይትኽእልን ኢኻ ኦኬ ስለዚ እዞም ኣሕዋትና እዚኦም ሕጂ ዜግነትና ኤሜሪካውያንና ይብሉ ካልኣይ ዜግነትና ኤርትራውያንና እዮም ዝብሉ ዘለዉ ዝኾነ ሰብ ሰሚዑ ይፍረዶ ነቲ ሓቂ ኣብኣ ዝዛረቦም ዘለኹ እቲ ካልእ እቲ ካልእ ዘረባታት ቀስ ኢሉ ሰብ ክሳብ ክገብሮ ይኽእል እዩ። ኣሜሪካ እዚኦም ሕጂ ኣብ ኣሜሪካ ኣሜሪካውያን ናይ ዜግነት ናብሉ ኣለዉ ክልተ ዜግነት ኤርትራ ብዜግነት ስለ ዘይትፈልጣ መበቆል ዓዶም እያ ትፈልጣ መበቆል ዓድኻ ኸዓ መንነትካ ማለት እዩ እዚኦም ኣሕዋት እዚኦም ካብ ኤርትራ ከም ዝመጹ እያ ኤሜሪካ ትፈልጦም ከምዘን ገለ ሰባት ካብ ስዊዝን ካብ ሆላንድን ዝኸዱ ንኤሜሪካ ከምኦም ነይሮም ተዝኾኑ ንኣብነትሲ ናይ ሆላንድ ዜግነተይ ናይ ኤሜሪካ ዜግነተይ እንታይ ኢሎም ኤሜሪካ ሓኒቓ ናበይ ትመልሶም ናብታ ናይ መጀመርታ ዜግነት ዝወሰዱላ ሆላንድ ድያ ስዊዝ ናብኣያ ትመልሶም ትቆፅዖም ትኣስሮም ኤርትራውያን ኢና ተኢሎም ግን ኣይትቆፅዖምን እያ መበቆል ዓዶም መንነቶም ንሳ ምዃና ስለ ትፈልጥ ክምህር እየ ኢልካ ክትመጽእ ከለኻሲ ኽእልካ ድዩ ክምህር እየ ምባል? ዜግነት ከማን ፈልዮም ክርድእዎ ዘይከኣሉ? መንነትን ዜግነትን ፈልዮም ክርድኡ ዘይከኣሉስ ክምህሩ? ዋእ ኣንታ ክንደይ ይደፍር እዩ እዚ ግዜ? ክልተ ዜግነት ኣለና ዝብሉስ መንነት መንነትን ዜግነትን ሰባት ክምህሩ? ተማሃሩ ንባዕልኹም ተማሃሩ ተማሃሩ ዝምህሩ ዓበይቲ ኣሕዋት ኣያታት ኣለዉ ኣብዚ ማስሜድያ እንድሕር ሰሚዕኹሞም ገለገለ ሰባት ኣለዉ ብግቡእ ዝምህሩ ማለት እዩ። ስለዚ ዜግነት እንታይ እዩ ምንነት እንታይ እዩ ንፍለጦ ሰኢልካ በቃ ዝዝሃብካዮ ምስ ኮም ሰባት ኣለዉ ኢልካስ መምህር እንዳበልካ ትመፅእ ብጣዕሚ እዩ ዝሕዝን ብዝኾነ ሰሰናዩ